ድሕሪ ድሕሪ እዚ ሳልሳይ ወራር ምሽ ኣዴታት ይመጻና ነይረን ኣብዚ ድፋዓት ክበጽሓና ከምዚ ቅጫ ከምዚ ቅጫ መዓት መጽ ነይሩ ዋነ ክገርመካ ኣብ እንዳ ሓዘን ተኸይደ ገለ ኣብዚ ዓዲ ክገርመካ መሓሪ ዓርከይ እንዳ ሓዘን ተኸይደ እንዳልኩም ሪኤና ንስስመራ ዋሓ

ገንዘብ ኣኻዕቢቶም እዚኦም ንገለ ሰባት ቦራዩ ንምግባር እያ እዚኣ ትፈልጥዋ ዘለኹ ዓለም ለኸ ኮተሊክ ዝበሃል የለን ዓለም ለኸ እስላማይ ዝበሃል የለን ዓለም ዝበሃል ኦርቶዶክስ የለን እዚኣ ትፈልጥዋ ዘለኹ ሓደ ዓዲ ኣብ ሓደ ዓዲ ከማ ናይ ገዛእ ርእሶም ቤተክርስትያን እዩ ዘለዎ እዚኣ ንፈልጣ ዘለና ቦራዩ ክትገብር እንድሕር ዳኣ ደሊኻ ንካልእ ሕብረተሰብ ዓለም ለኻዊ ተመሲልካ ሓይሊ ከም ዘለካ ፈሊጥካ ተበሊጽካ ከመይ ጌርካ ባርያ ትሰርሕ ኣነ ጽቡቅ ጌረ ዝገልጸልኩ ኣነ ዝቃወማ ዓለም ለኸ ኮተሊክ ትበሃል የለን በቃ ኣብ ዓለም ኮተሊክ ተጸጊዕኩም ካብ ንሕብረተሰብኩም ወይ ብስሌብ ወይ ብሂማን ትራፊከር ወይ ብሴክስ ትራፊከር ወይ ብገለ ኣይትቅረቡ እዚኣ ናተይ መልእኽቲ ካልኣይ ኮነት ከም ካልእ ከይርዳእኩ ምክንያቱ ከተሊኺና ንሕና ዓሰርተ ክልተ ቅርሺ ነዋጽእ ኢና እንዳበልካ ብኮምየ ተባእሽ ኣነምሶ ዓሰርተ ክልተ ቅርሺ ምለስዎ ንስ በልኩዎም ኣብዛ ዓሰርተ ክልተ ቅርሺ ተቆራጽ ናብ ቀይሕ መስቀል ናብኦም ከም ዝኣቱ ምስ ፈለጥኩ ዓለም ለኸ ከምዚ ዝበሃል ነገር የለን ኣነ ኣብ ዝኣተኹዋ ረፊጅ ብጉልበተይ እየ ዝፍለጥ ኣብ ዝኣተኹዋ ዓዲ ብጉልበተይ እየ ዝፍለጥ ገንዘብ ረሃጽ ናይ ደስቂ ሰብ እንዳሰረቕካ ሰብ ይሕግዝ እየ ምባል ይትረፍ እዚኣ ሕጂ ኮተዲ ክያባት እዮም ኮተዲ ከምዚ ገብሮም ፋፋ የምጽኡ ከምዚ ሰርሑ ሓሰውቲ መጀመርያ ራሃጽ ወዲ ሰብ እዮም ሰርቁ ኮተዲ ዳሕራይ ከኣ ምዒ ተልካ ከኣ መይ ባንክኻ ይሕድጉኻ ምዒ እንተልካ ገንዘብካ ይሕድጉኻ ሓሶት ቶም ዝሓመቑ ቶም ዝደኸዩ ከማን ኣብ ዓለም ሙሉእ ኮተዲ እዮም እዚኣ ከይትጋገዩ ኣንታ

ኣብ ኤርትራ ሓንቲ መዓልቲ ኣንታ ኣለኹም ዶ ሓንቲ ብራሸ ማይ ኣብ Hello, ዝያዳ guys. ሒዝካ ክትሰትያ ከለኻ ዘክራታ ኮይና ተውዒልካያ በቃ እታ ሓንቲ ሻዕ ደብ ጭው ጭው ጭው ጭው ጭው ቁራር ህው ህው ዳሕራይ ናይ ከላሽን ጥይት ዕጅብ ኣይብለካን እዩ ናይ ምንታይ እዩ ዕጅብ ናይ ኣርበጂ ናይ ታንኪ ናይ ገለ እዙይ ዘፍርሓካ ሕጂ እታ ሓንቲ ደቂቅ ሱቅዝበልካያ ተጠንቀቃላ ስኢልካ ኩናት ኣይኮነን ሎሚ መን እዩ ኩናት እንታይ ክገብር ኣምጺኦሞ እቲ እቲ እቲ እንታይ ስራሕ ኣለካ ኢኻ ጥይት ትገዝእ እንታይ ስራሕ ኣለካ ኢኻ ጥይት ጥይት ትገዝእ ተኾይንካ እዞም ደቂ ከታክታት ዘይተብልዖም ዘይተስትዮም እንታይ ኢኹም ትዛረቡ ዘለኹም ኤርትራውያን ብፍላይ ደቂ ኮሎምዛ ኣሕዋትና ናብ ሕማቅ ነገር ኢኹም ትኸዱ ዘለኹም ሶሪ ከምኡ ምባለይ ንየበልዎ እዚ ኩናት ወዲ ኩናት ኣንታ እቲ ክልቲኡ ዘሎ ሃገራት ምድላው ንብለካልና ትህሉ ኮ የለን የለን ኩናት ዝበሃል የለን ኩናት ዝበሃል ንዑ ክነግረኩም ኖኖ ኩናት ዝበሃል የለን ኣነ ክነግረኩም ኩናት ኣብ ውብረኹም ሰሪሕኩም ኣለኹ ኩናት እንተልዩ ኢሳያስ ኣፈወርቂ ሕጂ በይብለን ቀይሕ ገይረ ክመፀኩም ሰበይታ ቀያሕ ገይራ መፅያትኩም ቅድሚ ሕጂ ኩናት ናይ ትግራይ ኣዝማልቶ ቀይሕ ገይራ ክዳን ቀይሕ ገይራ ገለ ቀይሕ ጌራ ኩሉ መጺያትኩም ኩድም ኢላትኩም ተረዲኩም ኣሎ ኩናት ኩናት ካይትብሉ ኣብ ደገ ኮንካ ኩናት ብዛዕባ ኩናት ክትዛረብ ከም ሸም እዩ እቱ ናይ ጦር ነገር ጉቡና ጌርና ኢና ተሸማ ሓንሳብ ጥራሕ ክነግረካ እቲ ናይ ጦር ነገር ንኸይተርፍ እቲ ናይ ባርነት ነገር ንኸይተርፍ ይኹን ከምኡ ተልዕልዎ እምበረይ እዙይ ኩናት ናይ በራዩ እዩ ናይ በራዩ በቃ ደቂ በራዩ በራዩ ናይ ስሌፍ ሰባት ሕሱራት ህዝቢ ዝኣትዎ እዩ ኩናት በቃ ሕሱር ህዝቢ ኩናት ኩናት ተብሎም ሓቂ ይመስሎም ወዲ ኢሳያስ ኣብ ኩናት ዝኣቱ ይመስለኩም ወዲ ደብረፅዮን ኩናት ዝኣቱ ይመስለኩም ጓል ዶክተር ኣቢ ኩናት ትኣቱ ይመስለኩም ኣይኮነን ናይቶም በራዩ በራዩ ኣለዉ ተመሲሖም ዘይድረሩ ወሊዶም ደቆም ዘየዕብዩ ባቃ ስእሎም ውጥን ስድራቤት ዘይፈልጡ ናቶም እዩ ኩናት ናቶም እዩ ሶሪ ኣብዚ ወታሃደራዊ ኩዳን ዝተኸድኑ ሪኢኹም ትፈልጡ ኣብዚ ኣውሮጳ ኩናት ዝብሉ ሪኢኹም ትፈልጡ ሶሪ ንማዕድን ከዓ ኩናት ትገብረሉ ማዕድን ተልዩ ኩናት ትገብረሉ እንታይ እሞ ዝጨቃጨቃ ኣሎ ሩስያን ቻይናን ይኩዕቶ ኣለዋ እንታይ ገደሰኩም ይኹማ ሩስያን ቻይናን እንዳዝኩዕትኦ ወርቅኹም ወርቂ ትበልዑ ተሰት ስከዋ ፅቡቕን እዩ ኣብ ምድሪ ዜን ኣነ ዋርድያ ሓድር ነይረ ናይ ማሽን ኣብ ማድሮ ኣነ ናይ ዋርድያ ሓድር ነይረ ናይ ማሽን ናይ ውርቂ ዘውጻእ እሙናት ተባሂልና በቃ ኣብኡሲ እሙናት ተባሂልና ክልተ ምኢትን ለይቲ ንሓድር ኔርና መን ይኸፍለና ኔሩ ቻይናውያን ይኸፍሉና ኔሮም ንስኻትኩም ከኣ በራዩ ከኣ ኣብቲ ድፋዕ ሰለስተ ዓመት ኣርባዕተ ዓመት ዓሰስ እንዳበላዕኩም ኣብኡ ኣንቃዕሪርኩም ተብል ኔሩ ሶሪ ኣፈወርቂ ግርማይ ኣብ ኤርትራ ከለኹ ሕጉስ እየ ኔረ ወላ ሓንቲ እዚ ሓሳዊ ህዝቢ ግን እዚ ሓሳዊ ህዝቢ ከተብል ደኣ እምበሪ ኣነ ናይ ጣንጡ ገዛኹም ኣትየ ነጽገልኩም ኔረ ጣንጡ ናይ ጣንጡ ዝንጸግ ነይሩ መዓት ገንዘብ ይውሕጠሉ ኔረ ኣነ ኣበል ኣበል እዚ መዓት ገንዘብ የጉሕጠሉ ነይረ ንዚ ኣበል ጣንጡ ገዛኩም መጺኩም ዝንጸጎ ዝነበረ ሪኢኩሞ ኣበል ኣነ የነጽግልካ ነይረ ተረዲካ ዶ ሽኮር ሽኮር ዝዕድለካ ዝነበርኩ ኣነ እየ ዶንቆሮ ዶንቆሮ ኩሉ ሻዕ ኩናት እዩ ዝብል ዶንቆሮ ኩሉ ሻዕ ምሬት እዩ ዘልዕል ዶንቆሮ እምሮ ዘይብሉ ሰራቂ ክሰርቅ ኣቲካ ክዘምት እዚ እዩ ዶንቆሮ ኩናት እዩ ዝእዝዝ ባቃ ክሰርቅ ብኡ ገይሩ እንተሃብተሞ ነብሱ ምጥፋእ ጥራሕ መጥፋእ ኣይፈልጣን እዩ ክሰርቅ ባቃ ከምዚ ናብ ትግራይ ኣቲካ ከምዚ ናብ ኣዲስ ኣበባ ስርቂ ዝረኣየ ዶንቆሮ

ሰብ ውሑዳት ዘርኢ ኣለዉ በቃ ክነብሩ ዝደልዩ እቲ ዘርኦም ውሑድ ከሎ ክነብሩ ዝደልዩ ሓሰኽሰኽ ቦቲ ተወልዱ ቦቲ ሕጂ ዝዛረቦ ዝነበርኩ ናይ ምንዝርና ዓሰርተ ሓደ ዓመት ገብር እየ እምበር ዘይተመርዓኹዋ ጓል እንታይ እያ መሲላ ቀርባ ዝኩኒ ሓሳኽ ጨናዊ ሰብ ጥራሕ ይኮነ ካብ ሓንቲ ጓል ናብ ሓንቲ ጓል እንዳኸደ ዝወልድ ወልዱ ውላዱ ዘይዕቢ ውላዱ ዘየምህር ስለ ዘይተማሃርኩም ኣቦይ እኳ ብሽምዓ እዩ ነይርኒ ንዓይ ኣቦይ ንዓይ ብሽምዓ እዩ መሂርኒ ሽምዓ እንዳገዘኤ ኣንብብ ኣጽንዕ እንዳበለ ካብ ድንቁርና ክወጽእ ካብ በለቀ ባቃ ካብ ቦሎ ካብ ቦሎ ሮሞ ቅተሎ ክወጽእ ያህ ኩናት ኩናት ክትብሉ ምንዝርና እዚ ምንዝርና ኣጥፍዎ እዚ ስርቂ ጥፍዎ ዘይገንዘብኩም ምብላዕ ኣጥፍዎ እሞ ተማሃሩ ቁሩብ ቁሩብ ተማሃሩ

ናይ ጉዳይ ናይ ኣካልና ኣለና ከራኻኸበላ ኣብቲ ገዛኣ ከይደ ሕጂ ግደፎ ድሓነ ኣነ ገጦ ናይ ቴክላ ኖርማል ጉዳይ ኣይኮነን ሰብ ድላዩ ገይሩ ኣይከይድን እዩ ኩሉ ግዜ ተረዲእካ ኣሎ ጠባይ ክትገብር ኣለዋ እቲ ትገብሮ ዘሎ ዓሰርተ ግዜ ስድራ ቤት እንዳጎዳእኻ ኣይክየድን እዩ ተረዲእካ ንሰብ ኣብ ቅድሚ ዓይንኻ ይተሓነቕ ኢልካ ኣብ ቅድሚ ዓይንኻ ኣብ ሶሻል ሜድያ ዝተሓነቐ ሰብ ዓሰርተ ግዜ እንዳምጻእካ ኣብ ሶሻል ሜድያ ዓሰርተ ግዜ እንዳፈከርካ ኣነ ከምዚኤ ዝገብር እንዳበልካን ስድራ ቤት ምጉሃይ እዚ ጽቡቕ ኣይኮነን ተርዲካ ኣሎ ዓሰርተ ግዜ ትዛረቦ ዘላ ኣነ ብዘረባይ መልሓሰይ ሰብ እቐትል እየ እንዳበለ እቲ ዓሰርተ ግዜ ዝዛረቦ ዘላ ጉድኣት ናይቲ ፋሚሊ ምዃኑ ክትፈልጥ ኣለካ እንታይ ድዮም ዝብልዋ ንሳሲ ኖ ኖ ኣይኮነን እንታይ ድብለካ ዘለኹ ዝተጎድአ ፋሚሊታት ስለ ዘሎ መልሓሳ ጥራይ ክትእክብ ዘለዋ ተጎድእ ፋሚሊ ኣሎ እዚ ሕብረተሰብ እዚ ኣፊ ሓወይ ተበዲሉ እዩ እዚ መንእሰይ እዚ ብዘሎ ተበደለ መንእሰይ እዩ ኣነ እንድሕር ካባኻ ጥዕይ ዝበለ ሓሳብ እንድሕር ኣለኒ ኮይኑ ክሕግዘካ ዳ ኣይደለኒ እምበር ነቲ ናትካ ጭንቀት ነቲ ናትካ ሽግር ርኤ የቆናጽበካ ተለኹ ብሶሻል ሜድያ ነብስኻ ጥራይ ኢኻ ትቀትል ሓቀይ እዛ ሰብ እዚኣ ከምኣ ገይራ ህምሌት ትገብር ዘላ ንሰብ ደድመጸ ሰብ ኣብ ኣስመራ ዘለዋ መሻኪን ኣብ ኣስመራ ዘለዋ እተን መሻኪን ኣዋልድ ንዓ ቀጥዓኒ ንዓ ቢዝነ ንዓ ንዓ ክብረ ንጽህና ይውሰደለ ኢላ ትዛረብ ሰብ እያ ደራፊት ኮይና ሪኣ ሪኣ ተዋሳኢት ኮይና ትኸውን ሪኣ ስምዓኒ ስነ ትኸውን ጥበባዊት ንዓመር ሪኣ ኮይና ትኸውን እምልከታ ድዩ እምልከታ ድዩ እዛ ሰብ እዚኣ ናይ ኩሉ ሰብ ኤርትራዊ እሳ መ- መን እያ ወረጦ ገይርዋ እዚኣ ናይ ዝኾነ ኤርትራዊ ኣምፅኣ ክትዝንጥል እንታይ ዝገበራ ደቂ ኣንስትዮ ትዝንጥለን ኣለ ዓሰርተ ግዜ እንታይ ዝገበረ እዩ ሰብ ደይት ሰላም ደይትህቦ ንዓነ እኳ ክቃወም ከለኩ ነቲ ስርዓት ገበን ንገብር ስለ ዘሎ እየ ደኣ እምበር ህዝቢ ከሰራጢ ህዝቢ ክባሳጮ ህዝቢ ኣብ ደለዎ ሽግር ሽግር ክረክብ ኣይኮነን ኦኬ ነቶም መንእሰያት ጅሆ ሒዛቶም ኣላ ኦኬ ጽቡቅ ጸገም የለን እንታይ ትምህርቲ ተመሓላልፍ ኣላ ተመሓላልፎ ደላ ትምህርቲ ጽቡቅ ድዩ ድጠቅም ድዩ ተመሓላልፎ እቲ ደላ ህዝቢ ወረጦ ከስምዕ እንዳበልካ ይገብር ኣምጺኻ ዶ ናይ ሰባት ዝገበሮ ሴክስ እናምጻኻ ሰባት ኣምጺኻ ምዝንጣል እዚ ስራሕ ድዩ ኤርማን ኤርማን እቲ ህዝቢ ከፅቡቅ ይገብር ዶ ይግበራ ይግበር እንታይ ምልከታ እንታይ ምልከታ ከም ህዝቢ ናሕሞኒ ፖለቲካ እስኻ ትዛረቡ ፖለቲካ ምዃኑ ስለ ዝፈልጦ ኣብ ፖለቲካ ስለ ዘለኻ ፖለቲካ ምዃኑ ስለ ዝፈልጦ ሽለ ልብሎ ኦኬ ኣብ ፖለቲካ ፖለቲካ ብዙሕ ክሰርሕ ትኽእል ኢኻ ንሓደ ያዕ ክትብል ንሓደ ክትገንሕ ንሓደ ክትገንሕ ትኽእል ኢኻ እዚ ናይዚኣ ግን ፖለቲካ ኣይኮነን ሂሚሌት ሰባት ምግባር እዩ ሰባት እዚኦም መንእስያ እዚኣቶም ከዓ ዓቕሎም ጸቢቦም ተ- ብስ- ብስትረስን ብገለን ተበልዖም ነብሶም ይቐትሉ ኣለዉ ትርእዮም ኣለኻ እንታይ እያ ትገብር ደላ ንዓይ ቤተሰበ እዩ ዝሞይቱ ደሎ ተረዲካ ተወስ- ትውስኸሉ እያ ዘላ ሕጂ እንታይ ትገብረን ኣላ ነ- ነ- ነተን ኣስተምህሮ ዝሃባ ዳህላክስ እንታይ ገይራ እንታይ ገይራ ዋላ ሽሕ ግዜ ህግደፍ ትኹን ኩለን ህግደፋት እየን። እንታይ ገይረን እንታይ ስለ ዝገበራ በዓል ኣዱ ኣዱ ሕጂ ሲ ከም ኣዱ ብሌና ገይሩ ኣብ ደንበ ተቃውሞ ነዚ ህዝቢ ኤርትራ ዝሓለየሉ የለን ንህዝቢ ትግራይ ዝሓለየሉ የለን ኣብ መ- ሶሻል ሜድያ ከምኣ እተዋሰእ ሰብ የለን ተርዲካሉ ኣዱ ሰባት ዘንጢላ ሰባት ግን ክትብድል ከምዚ ዓይነት ሽግር ክትገብር ግን ኣይረኣኳን ዘን ኣብ ዘላ ደቂ ኣንስትዮ ከምኡ ክገብር ኣይረኣኮንን እንታይ እያ ትገብር ዘላ ወረጦ መን እያ እዚኣ ቅያር ሰልጠነ ኣብ ቲክቶክ ሰልጠነ እንታይ ስለ ዝገበር ኢና ንቋየቆ ነርና ንሕና ጽናሕ ክነግረካ እተ ኤርማን ያ ሓንሳብ መጽናሕ ኤርማን ኦኬ እዚ ህዝቢ ፈትሽናዮ ኢና እዚ ህዝቢ ተፈትሽ እዩ ቁፅሪ ሓደ ዓሌታዊ ሰራቂ መን ምዃኑ ንፈልጥ ኢና እምበር በዓል ሞኒካ እኳ ሳፖርት ክንገብርካ ኮይና ግን ካብ ሰባት ሕሽ ሞኒካ ሞኒካ ካብ ሰብ ኣትሒሽ ናይ ብሓቂ እየ ዝብለካ ዘለኩ እዚ ህዝቢ ጽቡቅ ገርና ንፈልጦ ኢና ብዓሌት ዝንቃሳቀስ ዘሎ ብዓሌት ሰብ ዝቀትል ብዓሌት ሰብ ዘጥፍእ ብዓሌት ሰብ ዝሰርቅ ኣብ ሃይማኖታዊ ትካላት ተጸጊዖም እንታይ ይገብሩ ንፈልጥ ኢና ሞኒካ ንዕኡ ፈንጢሳ ወጸ ንዕኡ ፈንጢሳ ዝወጸት ህዝቢ ንዓ ቂድማ ኣንታያን እዩ ሽግር ትፈልጦ እያ ንሳ ደም ዕንጉለ መሲሉ ነይሩ ዓይና ዘይከኣል ዕዳ መጺዋ እንዳማታ ሓር እንዳጸረገት ከኣ ኣልያቶ ቻው ሕጂ መዲኣ ዓቢ ኣላ እታ መዲኣ ከኣ ንዓኣ ጥራሕ ኣይኮነት ተገልግል ዘላ ተረዲእካ ኣሎ ኣብኡ መዲኡ ክንደይ ለመንቲ ኣለዉ መጽዮም ዝርዱ ካንሰር ዝሓሙ ኣለዉ ካልእ ኣለዉ ንሳ ጥራሕ ቅን ዓወት ትሰርሕ ዘላ በል ናይ ሞኒካ መዲኣ ጥራሓ ንህዝቢ ድኻ ዝሓገዘት ሓቂ ዘይንዛረብ ተረዲእካ ኣሎ እልፊ ዓሌታውያን መዲኦም ይዕብዩና ኣለዉ መዲኦም ኣጆኹም ሓገዙና ቢልናዮም ናብ ዓሌቶም ዝምለሱ እኳ ኣለዉ ናብ ዓሌቶም ናብ ክስታዮም በቃ ከምዚ ካልእ ሓፍሓፍ ዝብሉ ከሪእኻዮም ዶ እዝጌር ሂብዎም እዩ በሉ ኣነ ድሕር ሕጂ ሞኒካ ከም ንግስቲ እየ ዝሓስባ በቃ እዚ እዚ መን እዮም ዝብሎ እዚ ዘርኦም ከም ንጉስ እየ ዝሓስቡ ፈቲኹም ጸሊእኩ ፈቲኹም ጸሊእኩ ፈቲኹም ጸሊእኩም ንጉሳት እዮም በስ ህዝቢ ኤርትራ ብምሉእ ውሽጡ ዘሎ ኣሚንሎም እዩ ኣሚንሎም እዩ ዓሌታውያን ርኢናዮም ኢና በላዕጉዕ ክብሉ በላዕገለ ክብሉ ንምስክር ኢና እኳ ንሕና ድኻ እዩኳ ዘሕልፈካ ብዓይኒ ድኻኻ እኳ ትሓልፍ ዝኾነ ነገር እኳ ብዓይኒ ድኻ ኢኻ ትሓልፍ ዋዛ ከይመስለካ ጌና ሮሞቕሞቕ ከተብላ ንስኻ ሕጂ ሲ ስቕ እዩ ክትብል ዝግባኣካ እኳ እዩ ስቕ ሓፍተይ ሃብቲማ ሓፍተይ ጌረልካስ ሱቕ ክትብል እዩ ዝግባኣካ ርኢናዮም ኢና ዓሌታውያን ሰብ ክቖትሉ ሃረምሮም ሰብ ክንዕቁ ሃረምሮም እሞ መዓኮሮም እንዳተገብሩ ካልእ ዝዝግበሩስ እኳ ጽቡቕ ንሳ ብጅግንነት ኣየናይ ንስኪ ሽርሙጥ ርኢኹማ እዛ ሰብ እዚኣ ምስ መን ክትዘውር ሪኢኹማ እዛ ሰብ እዚኣ ምስ መን ሕማቅ ክትገብር ሪኢኹማ እዛ ሰብ እዚኣ ጫስ ትጻወት ኣላ ትዛናግዕ ኣላ ብሽግር ከኣ ሓሊፋ ደም ኣንቢዖማ ደም ዘንብዕዋ ሰባት ንፈልጥ ኢና ብጉጅለ ሃይማኖት ተጸጊዖም ቻው ስዒራቶም ሕጂ ትውዳእ ፊኒታ እስያስ እውን ከምኡ ገይሩ እዩ ስዒሩ ሰብ ኣነ ኣብ ሞኒካን ኣብ ዘርኦምን ዘለኒ ኣረኣእያ ሎሚ ትቕየር ጽባሕ ኣይትቕየር የስ የስ ዋላ ህግደፍ ይኹን ኣብ ህግደፍ መጺኡ ዝሕግዝ መን ኣሎ ሰለስተ ሽሕ ኣውጺኡ እንካ ክብለካ ዝደሊ እንካ ዝብለካ ሰለስተ ሽሕ ቦግ ቢሉስ መን ኣሎ ሞኒ ከኣ ሰለስተ ሽሕ እንካ ትብል የላ እልፊ ዓሌታውያን እልፊ ሰረቕቲ እልፊ ሓሰውቲ ኣብ ካቶሊካዊት ቤተክርስትያን ተጸጊዖም ኣብ ምስልምና ተጸጊዖም እንታይ ዶ ኣብ ምስልምና ኣይተጸግዐት ኣብ ካቶሊካዊት ቤተክርስትያን ኣይተጸግዐት ኣብ ዝኾነት ነገር ኣይተጸግዐት ዝኾነት ቃላ ደኣ ደሊኹሞ እምበረይ ቁፅሪ ሓደ ነዙይ ኦርቶዶክሳዊት ቤተክርስቲያን ዝዕልዎ ዘሎ ትፈልጡ ኢኹም እዩ ሃይማኖታ እንተሓዘ ገሌላ ተተዛረበት ብዛዕባ ኣልዒልኩም ተብሉ በሉ ንሱ ይኮነን ሓቂ ንሱ ይኮነን ዘረባ ሰብ ይሰድኮ እዩ ኣብ ዓለም ዘረባ ይሰድኮ እዩ ሰብ ትረፍ እዚኣ 24 ሰዓት ኣብ ሜድያ ዘላ ሰብ ኣብ ሜድያ ዘላ 24 ሰዓት ኩሎም ሓለፍቲ ከማን ይሰድኮም እዩ እዚኣ ከኣ መንግስቲ ኣይኮነት እዚኣ ብገዘላ ዘላ ኣረኣእያ ሃብቲማ ኣብቲ ኣብ ቲክቶክ ሃብቲማ ቦቲ ከኣ ሃብቲማ ቦቲ ካርባር ዘጋር ካራባር ዝበሃል ተረዲእኩም ኣሎ ክንደይ ዓሌታውያን ኣለዉ ካብታ ወሩ ኣሎ ተረዲእኩም ኣሎ ኡይ እንዳበለ ወዲ ኡይ እንዳበለ ክመውት ሪኢኻ ደብ ዘይረብሓ ገንዘብ የዕብዮ ካብታ ወሩ ካብታ ወሩ እንዳደቆ መፂኻ ኣብዚ ዛርቦ እንዳደቆ ኣብ ኮሎጉዛይ ትበሃል ዓዲ ኣድላ ኣብዚ መፂኻ ዘርግቦም እንዳደቆ ተስፌ ተስፌ ዝበሃል ቆልዓ ኡይ እንዳበለ ብሰንኪ ዕዳ መይቱ ኡይ እንዳበለ ኡይ እንዳበለ ኡይ እንዳበለ ብሰንኪ ዕዳተስ ኡይ እንዳበለ መይቱ እዛ ሰብ እዚኣ ክትመውት ደልዮማ ኔሮም ትፈልጥ ሰልጠነ ኣታ እባ ኤርማን ጽቡቅ ጌርና ኢና ነዚ ሕብረተሰብ ንፈልጦ ምስ ዘይ መዛርብትኻ ሕጂ ንዘይ መባእስትኻ ኣይትባኣስ ሓውካ መይቱ ኣሎ ቀቲላቶ ድያ ንሳ ሶሪ ኣብ መድያ ትዛረብ ኣላ በታ መድያ በታ ባንዴራ ዓስዓስ ኢላ ከኣ ተዛሪባ ኩላህና ተዛሪብና ኢና እንታይ ኣምሲሉ ነብሱ የጥፍእ እንታይ ኣምሲሉ ይሕነቕ ሕጂ ሰብ ክሕነቕ እየ ዝበለካ ኣይትሓነቕ ኤርማን ተረዲእካ ኣሎ ዓሰርተ ሓደ ዓመት ብዘይ ወረቐት ንነብር ኣለና ክሕነቕ እንተኢለ ይሕነቕ ኣነ ሶሪ ተረዲእካ ኣሎ። ኣነ ንዘይ መባኣስትካ ኣይትባኣስ ኤርማን ሓወይ ካባኩም ዝሓይሽ ሰብ የለን ብፍላይ ካብዞም ደቂ ሓማሴን ዝሓይሽ ሰብ የለን ስርቂ ገዲፍካ እዛ ናይ ቀደሞት ስርቂ ካባኩም ዝሓይሽ ሰብ የለን ያ ዓሌታውያን ሰረቅቲ ሞት ሒዞ ዝገብሩ ኣብ መዓኮሮም እንዳተጎበሩ ይፉኩሩልካ ሰለያ ካብ ሰለያ ዘምልጥ ሰብ የለን ሶሪ ኣነ ክነግረኩም ኣብዚሐ ከ ሕጂ ኣፌ ንዓ ረሳሕ ትግርኛ ንይበሎ በጃኻ ዓብይ ሰዋል ሰዋል ግዜ ኣለኒ ሕጂ እንታይ ዝብለካ ዘለኹ ኤርማን ሓወይ ምስ ሓፍትኻ ይትበኣስ ቅናኣትካ ኣይትኹን ተረዲእካ ዶ ቅንኢ ዘለዎ ኣውራጃ ንፈልጦ ኢና ፅቡቅ ጌርና ሓዎም በሊዖም ይኾኑ ኳና በሊዑ ዝኾኑ ኳና ተዛሪቡ ዝኾኑ ቀናኣት ሕብረተሰብ ኣይንኹን ሞኒካ ሓሰባ ይኽለስ ሓንቲ ከምኒ ዝተንከ ጽናሕ ጽናሕ ተንከፍ ዝበለ ሞኒካ ዝገብር። ዝተንከፈትካ ሓንሳብ ጽናሕ ዝተንከፈትካ ከመይ መሲልካ ባዕልኻ ከተንኪፍካ ጽቡቅ ገይረ ዝከታተል ክትዓቢ ፈትን ንስኻ በቃ ከምቲ ንሳ ትሰርሖ ዘላ ዓቢኻ ድኻታት ክት- ክትሕግዝ ፈትን በስ ሞኒካ ሰብ ትርዳእ ኣላ ዘረባሳ ሰቲኹዋ ኣይትኸስዋ ድኹም ሕጂ ወዲኣ ርእሲ ከተሊካዊት ቤተክርስትያን ርእሲ ኦርቶዶክስ ርእሲ ምስልምና ትረድኦ ዘላ ንሱ ሰብ ሰብ ይበዝሕ በቃ ከምኣ ግበሩ ከምኣ ስርሑ በስ ድኻታት ይመስክሩልኩም በቃ ድኻታት ይመስክሩልኩም ጀብጀብ እንዳበለት ቆልዓ መፅያ ኣብዚኣ ሕማም ካንሰር ሓሚመል ኣብዝታ ሞኒካ ሰብ ዝተዛረባ ሰምዕ እምበር ገርሂ እያ በቃ ረዲኣትኒ እያ ሂባትኒ እያ በቃ ሂባትኒ ዓሰርተ ሸውዓተ ሽሕ ሞኒካ ግን በቃ ንዓኺ ዝብለኪ ይብለይን ሓፍተ ኢኺ ወላዲተ ኢኺ ረዳኢተ ኢኺ ዓሌታውያን ካብ ኢና ዝገብርዎ በስ ኣብዞ ኮምፒቲሽን እኳ ይክል በቃ ኮምፒቲሽን ሰብ የማጋግዮ ማምር ሞኒካ በቃ በቃ በስ መስኪራት ላብዚ ሰብ ክምስክረሉ ከሎ ንሰብ ኣይተዓግቶን ኢኻ ድኻ ኢሎም ዝምስክረልካ ሃብታም ክምስክረልካ ኢልካ ትፅበ ኤርማን ኣነ ድኻ እየ ተረዲእካ ዶ ድኻ ተመስኪርልካ ኢኻ ትሓልፍ ዓፍ ዓፍ ባድላኹም ኣውርድዎ ንብሎም ዘለና እንታይ ኢልና ኢና ድኻን ሃብታም ማዕረ ክስራዕ በቃ ኣይትበኣስ ምስ ሓውትኻ እንታይ ዘበኣስ ኣለካ ከመይ ኣይውለካ ቅድሚ ሕጂ ከርነሽም ዝንቀፉ እንተልዎም ንነቕፎም ሓቢርና ዝንቀፍ ነገር እውን የብሎም እንታይ እሞ እዚ እዚ ወዲ እንዳደቆ ይብለካ ኣለኹ ወዲ እንዳደቆ እዚ ደቆ ንጉሳ ምሲኻ ደቂ ተዓድ ዘበሉሲ ኡይ እንዳበለ ብሰንኪ ዕዳ መይቱ ኡይ እንዳበለ ኣታ ኣለኒ እታ ኣታ ከምዚ ኣለኒ እንዳበለ ኡይ እንዳበለ መይቱ ረዲእካ ኣሎ ሓዉ ዝቆትል መን እዩ ሓዉ ዘድሕን መን እዩ ጎረቤት ዘድሕን መን እዩ ፅቡቅ ጌርና ኢና ንፈልጦ በስ ተመስኪርላይ ወላ ሓንቲ ኣፍካ ኢኻ ክትስይቕ ሕጂ እርማን ሓወይ ሓፍትኻ ኢኻ ምቋል ጎድንኻ በስ እንቋዕ ተወለደት ካባና ክትብል ኣለካ እንቋዕ ወፀት እንቋዕ መስከሩላ ሰራያ ክትብል ኣለካ እንቋዕ መስከሩላ ሓማሴን ክትእሰር እያ ኣኩሉጉዛይ እስላም ክትብላ ኣለካ እዚ እቲ ጽቡቕ ነዚ ፈንጢስካ ክትወጽእ ዓሌትነት ካብ ዓሌትነት ክትወጽእ እዚ እንዳተደቆስካ እያ ክትሓድር እጂ እዚ ኦረዲ ብኤርትራ ይውን ተመስኪርላ ብኣና ኣይኮነን ብኤርትራ ዝግበር ዘሎ ንዓኣን ክፍሎ እዚ ወዲ ሕምቢርን መስኪሮምሎም እዮም ብኤርትራ ተመስኪርዎ ወዲኦም ጫው በሊሖም ወፂኦም ዘይተሓቂ በስ ኣይተዳናግረ ነውሪ ኢኻ ኣብ እንጀራ በልዐት ድኸየት ተሃምተመት ኣይብል እዝጌር እንኳዕ ፈጠረላ ሓሳዊ ሰብ ሎቕማ ሰብ ህዝቢ ባኢሱ ዓሌትነት ዳገበረ ንሕዋቱ ዝጥርንፍ ንካልእ ሰብ ዝጎድእ ዳኣሉ ግና ይንበር ከምዚ ማንም ሰብ ዝርዳኣሉ መድያ ፅቡቕ እዩ ሕጂ ስይት ኣይትቕና ወይ ከዓ ኣይትቕና ኣያ ሓፍትኻ ምቃል ጎድንኻ እያ ከምዚ ገይራ እንጀራ ትቕርብ እምበር ኣኹሕም ትዛረብ እንጀራ ኣየድልን እዩ በቃ በስ ሎቅመፅመፅ ይዳይካ ኩሉ ሎቅመፅመፅ ኣብቲያ ፀኒሕካ ትግራይ ፀኒሕካ ናብ ዓፋር ካብ ዓፋር ፀኒሕካ ናብ ኦሮሞ ካብ ኦሮሞ ከድካ ናብ ሰራያ ካብ ስረ ስረካ ሎቅመፅመፅ ሎቅመፅመፅ እዚ እዚ ንፀሎ ዘለና እዚ ኢና ንፀሎ ዘለና ሎቅማፅ ሎቅማፅ መዓልቲ ይብሉ ሰራቂ መዓልቲ ይብሉ ሕሱር እዩ

ወዲ ሓማሴን ላይ ትቅርብኛ ንሳ ወዲ ሰራይ ላይ ትቅርብኛ ንሳ ወዲ ኮሎጉ ዘይ ንስመረና በቃ ዓዲ እኮ ኣለና እያ ትብል በቃ ዓሌታዊ 24 ሰዓታ ከተሊክ ተጸጊዖም ዝገብሩ ዘለዉ ንሪኦም ኣለና ደም እዮም ካንቢዕማ ዘይ ኣቀድም ደም እዮም ኣንቢዕማ ቀሺ ሙሴ ዶክተር ኣልጋይነሽ እዛ ጠዋይ ኣፋ ደም እዮም ኣንቢዕማ መን ብዛዕባ ህዝቢ ትግራይ ሕማቅ ዘይተዛረበ መን ብዛዕባ ህዝቢ ሓማሴን ሕማቅ ዘይተዛረበ መን ብዛዕባ ህዝቢ ኮሎጉዛይ ሕማቅ ዘይተዛረበ ምስ ተወቃዕኩ ኣይምወግን ኣይስጉምን ኮይነ

እዞም ሶሪ ሓሳኻት ኣብቲ ዓርኪ ተሳዒሮም ተንስሐ እዮም ጸኒሐ ተንስሐ ጽቡቕ ጸኒሐ ስራሕ ክነግረካ ኣነ ኣፈወርቂ ነዚኦም ነዚኦም ሓሳኻት መዓኮርሲ ጽቡቕ ገይረ ስዒረ እዮም ኣብይ ክሳይ ክመጽ በቃ ሕጂ በቲ መልሓስ በታ እዚ በቃ ናብ ሱዳን እዮም ዝጎዩ ናብዛ ሱዳን ዝተወ- ዝወቕዑ ናባ እዮም ዝጎዩ በቃ ዝገፋኩም ንስኹም መዓኮርኩም ሃህ ኢሉ ኣሎ መዓኮርኩም ነኺሉ

ናውን ሰብኣይ መዓኮር እናተገብረለን እዞም ሰለ ኣምፅኦሞ ዘለዉ ደሞ ኤርትራውያን እና ኤርትራውያን እንታይ ኤርትራዊ እንታይ ኤርትራዊ እዚ ኤርትራዊ እንታይ ኤርትራዊ እንታይ ኤርትራዊ ክንገለ ኮን ሰብኣይ ሙዚቃ ኣ- ኣነ ዘብል ዘብለ ሙዚቃ መዓኮሩ እናተጎምሐ ይግበር ኣብ ዓጣለን መፂ ዋ እንታይ ሙዚቃ እዚ ንኋላ

እማ ሕጂ ኣብዚ ኤርማ ትፈልጥ ዶ ኤርማ። ኣፊ ዓርከይ ግን ካብ ድኻ ምዃንሲ ሃፍታም ምዃን ይሓይሽ ዋላ ሰሪቕካዮ እዚ ህዝቢ የጽድቐካ እኳ እዩ ነዚ ህዝቢ እስታይ ንዓ ተሰሪቕካ ክነግረካ ክነግረካ ንዓ እቲ ዝኸፍእ ሕማቕ ታሪኽ ብልዒ ተራፊ ሽም ተራፊ በቃ ብልዒ ሓላፊ ብልዒ ሓላፊ ሽም ተራፊ ፈልጥ ኤርማን ሓወይ ክትበልዕ ኮለኻ ሰባት ክትርዳእ ኣለካ ብዓሌትነት ብጸቢብነት ተዋጢርካ ኩናት እንዳ ጭራሕካ ኩናት ንዘይ ትውዕሎ ስማዕ እሞ ኤርማን ንዝተሰዓርካ ከኣ ጠይኒኒ ስኹኻ ትብል ከዝተሰዓርካ ዳ ረዲግማ ኣሎ እና እኳ ህዝቢ ኢና እኳ ንሕና ንምርምር ኢና እኳ ንፈልጥ ኢና እኮ ዘይንፈልጡ ይመስለኩም

ዝዳረፍ ድፈር ኔብሉ እዞም ከፋታት ዝተሳዓሩ ንሶምሲ መዲኦምሲ ንሓማሴን ጸርፍ መዲኦም ዳኣ ንኣነ እንዳጸረፍኩም መዲኦም ዓብዩ ኔሩ ፈልጥ ኣለካ ፈልጥ ኣለካ እዚኦም ሓሰውቲ ዘይፈለጥናዮም ጸኒሕና ሽዑ ዳሕራይ ንዃል ንኾነዃል መዓኮር ኮይና ጸኒሓ ዓዲ ንዃል ንዃል ንሓማሴን እኳ ገደፍካልና ንሓቂ ዘረባ እወ እሞ ኣመድያታቶም ካብ ኣይ ገይሮም እዮም ኣዕብዮሞ ነይሮም ኣዕብየኒ ሲልካ ኣይትፍራሕ